ክሳብ እዚ ሕጂ ክንዛረበሉ ዝጸናሕና ብዛዕባ እቲ ኣጽናፋዊት ቤተ ክርስትያን ወይ ድማ ብዛዕባ እቲ ናይታ ዩኒቨርሳል ቤተ ክርስትያን ዓለም ለኻዊት ቤተ ክርስትያን እዩ። ካብ ሕጂ ከኣ ብዛዕባ ዞባዊ ቤተ ክርስትያን ክንዛራረብ ኢና ማለት እዩ። ዞባዊ ቤተ ክርስትያንን ዓለም ለኻዊ ቤተ ክርስትያንን ንብሎ እንታይ ፍልልዩ ኢልና ክንሓስብ ኮልና ከምቲ ክብሎ ዝጸናሕኩ ማለት እዩ እቲ ሓደ ንኩሎም ድሑናት ዘጠቓለለ ክኸውን ከሎ እቲ ዓለም ለኻዊ ቤተ ክርስትያን ወይ ከኣ እቲ ኣጽናፋዊ እቲ ዞባ ቤተ ክርስቲያን ግና ኣብ ሓደ ቦታ ዘሎ ቤተ ክርስቲያን እዩ ማለት እዩ ንኣብነት ኣብዚ ዘለናዮ ከተማ ሂስተን ሓደ ቤተ ክርስቲያን ክህሉ ይኽእል እዚ ዘለናዮ ናይ ትግርኛ ቤተ ክርስቲያን ክኸውን ይኽእል ምናልባት ብእንግሊሽ ቤተክርስትያን ክህሉ ይኽእል ምናልባት ብቬትናም ቤተክርስትያን ክህሉ ይኽእል ይኸውን ከምኡ ኣብ ዝተፈላለየ በብከተምኡ ንኣብነት ጳውሎስ ኣብ ቤርያ ቤተክርስትያን ገይሩ ኣብ ተሰሎንቄ ቤተክርስትያን ነይሩ ኣብ ኤፌሶን ቤተክርስትያን ነይሩ ኣብ ዓዲ ናብ ዓዲ ኻብ ከተማ ናብ ከተማ ኪኸይድ ከሎ፣ እቶም ኣብኡ ናብ ጐይታ ዚመጹ ቤተ፣ ሰባት ሓንቲ ቤተ ክርስትያን ተጠርኒፎም ሓደ ምምሕዳር ኰይኖም ይኸዱ ነይሮም። ቤተ ክርስትያናት በብዞባ ኺፈላለያ ይኽእላ እየን፣ ተፈላለየን ማለት ግና ኵላተን ግን ኣብ ሓደ እየን። ወይ ድማ ኩላተን ኣካል ክርስቶስ እየን ኣካል ናይታ ዓለም ለኻዊት ቤተክርስትያን እንብላ እየን ማለት እዩ ኣብ በበይኑ ግን ንጂኦግራፊካዊ ምቹእነት ሓደ ዓይነት ሕብረተሰብ ሓደ ዓይነት ቋንቋ ንምግልጋል ብኸም ዓይነት ዕላማ ክምስረታ ይከኣል እዩ ብዙሕ ግዜ ንሪኦ ማለት እዩ ማሕበር ኣምላኽ ዕላማ ሓደ እዩ ሓደ ቃል ካብ ቀዳማይ ጢሞቴዎስ ከንብብ ከለኹ ምዕራፍ ሰለስተ ጳውሎስ ከምዚ ኢልዎ ንጢሞቴዎስ ማለት እዩ እንተ ደንጎኹ ግና ኢልዎ ኣብታ ቤት ኣምላኽ ማለት ናይታ ሓቂ ዓንድን መሰረትን ዝኾነት ማሕበር ሕያው ኣምላኽ ኢልዎ ስለዚ ቤተ ክርስትያን እንታይ እያ እንድሕር ኢልና ናይ ሓቂ ማእከል ናይ ሓቂ ዓንዲ ወይ ድማ መሰረት ዝኾነት ማእከል ማለት እያ ንሰባት ሓቂ ዘበለና ፍልጠት ናብ ብጽሕና ክርስቶስ ከተብጽሖም ዝተዋህባ ተልእኾ ንምፍጻም እትኸይድ ማሕበር እያ ማለት እዩ ስለዚ እዚ ናይ ማሕበር ኣምላኽ ናይቲ ሓቂ ዓንድን መሰረትን ዝብሎ ዘሎ ነታ ኣጽናፍን ነታ ዙባዊትን ንኽልቲኤን ብማዕረ ዝምልከት እዩ ማለት እዩ። እግዚኣብሔር ይመስገን። ኦኬ እዛ ዘባዊት ማሕበር ወይ ድማ ቤተክርስትያን መፅያ ኣላ እንታይ እያ ነይራ? ካብቲ ሓቂ ዝኾነ ዓንዲ ካብኡ ተበጊሳ እያ ተመስሪታ ነቲ ናብቲ ንወንጌል ክርስቶስ ንምብፃሕ ትመፅእ ኣላ ሕጂ ዘባዊት ከብላ ዝኽእል ነገር ግን ገለገለ ነጥብታት ግን ክህሉ ክኽእል ግን ኣለዎ ማለት ስእልካ ኼላ ክትምስረት ወይ ድማ ስእልካ ከም ሓደ ትካል ወይ ድማ ከም ሓደ እንዳ ድኳን ግን ኣይኮነትን ብርግጽ እቲ ናይ ክርስቶስ ወንጌል ወይ ድማ እቲ ናይ ክርስቶስ ሕድሪ እቲ ኪዱ ዝብል ክርስቶስ ዓንዳ ንሱ ኮይኑ ግን ንጹር ዝኾነ ኣምላኻዊ ዝኾነ ክርስቶሳዊ ዝኾነ ዘየጋጊ ራእይ ክህልዎ ኣለዎ ደገዛት ስለ ዝኾና ወይ ድማ ኣተዓብያና ሓደ ስለ ዝኾነ ወይ ቋንቋና ሓደ ስለ ዝኾነ ገለ ስለ ዝኾነ ኢልካሲ ሰኢልካ ከም ክትወጽእ ወይ ድማ ክትምስረትሲ እትኽእል ዞባዊት ቤተ ክርስቲያን ኣላ ኢለ ኣነ ኣይኣምንን እየ። ናይ ብሓቂ ናይ ብሓቂ እዚ እዚ ክርስቶሳዊ ዝኾነ ኣምላኻዊ ዝኾነ ንጹር ዝኾነ ራእይን ዕላማን ሓደ ካብቲ ክህልዋ ዘለዎ ነጥቢ ናይ ግድን ክህሉ ዘለዎ ዝብል እምነት ኣለና። ኣነ ካብዛ ናይ ዘሌ ክውስኸላ እቲ ሓሳባትሲ ብዙሕ ሻዕ እንታይ እዩ ዝብሃል ሰሚዕና ከምዚ ካብ ሕብረት ተፈልዮምስ ካልእ በተክርስትያን ብፍላይ ከኣ ኣብ ሓንቲ ውሽጢ ሓደ ከባቢ እንከለኻ ሓደ ሕብረት እንከሎስ ሓደ ቤተክርስትያን እንከሎስ ካብኡ ወፂኡ ካልእ ቤተክርስትያን ክምስረት ንሰምዕ ኢና ብዙሕ ሻዕ ብኸመይ ምስረት ድማ እንተልካ ራእይ ኣለኒ እዩ ዝብል ዝወፀ ሰብሲ ታንኳ ወፂኻ ትኸዋስ ራእይ ኣለኒ ንብለካ ወላ እውን እቲ መውጽኢ ምኽንያት ናይ ምምሕዳር ጸገም ክነሱ፣ ኣብ ምምሕዳር ብዘጋጠመ ጸገም ተላዒሉስ ደሓር ሽዑ ኖእ ራእየይ ካልእ'ዩ ነይሩ ካብ መጀመርያ'ውን ኢሉ ካብ ቤተክርስትያን ወጺኡ እንደገና ካልእ ሕብረት ካልእ ቤተክርስትያን ክምስርትሲ እዚ ቅኑዕ ኣይኮነን።
ብዛዕባ ራእይ ክብል ክልዓል ከሎ ሓደ ሰብ ራእይ ኣለኒ ዝብል ቀደም እታ ድበልካያ ሲና ሓወይ ከምዚ ምስ ገለ ሰባት ኣብቲ ደለኽዎ ሕብረት ተጋጨ ስለ ዝተጋጨኹሲ ናይ ባዕለይ ራእይ መፅኡለይ ክበሃል ዘይጌጋ እዩ ኢንፋክት ግን ብራእይ እዩ ድጅምር እታ ዘሌ ድበልካያ ዓይነት ብራእይ እዩ ድጅምር እዚ ራእይ እዚ ግን ምስቲ ካልእ ኣብቲ ደሎ ቤተ ክርስቲያን እቲ ራእይቲ ሲ ክሰርሕ ዝኽእል ተኮይኑስ መጀመርያ ሰብ ክፍትሽ ዘለዎ መስልና ወላ ብቋንቋ ድዩ ወላ ብኻልእ ድዩ ክትፍለ እንድሕር ኩንካ ብዝኾነ ነገርሲ ምስዚ ዘለኽዎ ሕብረትዚ ኮይነስ ነዚ ራእይዚ ከተግብሮ እኽእል ድየ ኣይኽእልን መጀመርያ ሕቶ ክህልሉ እንድሕር ኣብኡ ኮይነ እቲ ዕዮ ክዕየ ዝኽእል እቲ ራእይ ኣብኡ ኮይነ ከተግብሮ ዝኽእል ኮይነስ ደውፅኣኒ ምኽንያት የለን። ኣይኮነን ንብል ኣብዛ ዘለኽዋ ቦታ ኮይነ እንድሕር ክሰርሕ ዘይኪእለ ራእየይ ከተግብሮ ካልኣይቲ ስጉምቲ ክገብራ ዘለኒ እዞም ድወጽእ ዘለኹ ቤተክርስትያን እታ ድፍለያ ዘለኹ ወይ ካልእ ድምስረት ዘለኹ እሞ ኣብ ጥቓይ ደላ ጸኒሓ ዘላ ቤተክርስትያንሲ የማናይ ኢዳ ትህበኒ ዶ ብዛዕባ እዚሲ ሕጉስቲ ድያ ማለት ሓደ መንፈስ እዩ ዘለና ኣብ ሓድነትና ከኣ እዩ እቲ ልብና ክጥንክር ዝኽእል ስለዚ እዚኣ ቤተክርስትያን እዚኣ ሲ ንዓይ ሲ የማና ኢዳ ትበኒ ዶ ባሪኻ ተውፃኒ ዶ ካልኣይ ሕቶ ኩሉ ሳዕ መቸም ክሰማምዑልና ይኽእሉ ማለት ከይከውን ይኽእል እዩ ሓንሳብ ብጌጋ እውን ክርድኡና ይኽእሉ እዮም መፅሓፍ ቅዱሳዊ እዩ ዝብል ቅኑዕ ሓሳብ ሃልዩካ ቅኑዕ ናይ እግዚኣብሔር ራእይ ሃልዩካ ሰባት ኣይ ክብሉኻስ ይኽእሉ እዮም ዳዊትሲ ከመይ ድበለ ኣገልጋሊ ናይ እግዚኣብሔር ዕላማ እናገልገለ ከሎስ ድቃወምዎ ድጻብእዎ እንተላዕሉሉ ግዜ ነይሩ እቶም ደንገስቦ እውን ደይሰማምዕሉ ግዜ እዚታት ክህሉ ይኽእል እዩ ግን ኣብቲ ሽዑብ ሳልሳይ እንተ ደኣ የማናይ ኢዶም ዘይህቡኑ ኮይኖም ግን ከምዚ ሃንደፍ ኢልካ ጉይ ኢልካ ትገብሮ ነገር ግን ክኾኑ የብሉ ምክንያቱ ብጣዕሚ ምሕሳብ ዘድልዮ ይመስለኒ ናይ ሓቂ ፍቓድ ኣምላኽ ምዃን ዝገብሮ ዘለኹ ሲ መንፈስ ቅዱስ ዝደልዮ ምዃን መንፈስ ቅዱስ ዝሕጎሰሉ ምዃኑስ ከምዚ ሚእቲ ካብ ሚእቲ ይኹንን ሽሕ ካብ ሚእቲ ርግፀኛ ክኸውን ክኽእል ኣሎኒ ኢለ ሓስብ ምክንያቱ ንባዕለይ ደ ደሕጉስ ዘለኹ ወይስ መንፈስ ቅዱስ እዩ በዛ ቤተ ክርስቲያን እዚኣ ምድላወይ ራእየይ ከምዚ ከተግብሮ ውፃእ ዝብለኒ ዘሎ ዝብል ነዚታት እውን ክሕሰብ ዘለዎ ይመስለኒ ስለዚ ኩሉ እተፈለየ ጌጋ ገይሩ እዩ ማለት ከይከውን ክእል ሓንሳብ ምክንያቱ እቶም ካልኦት ምቕባል እውን ክንኣብዮ ንኽእል ንኸውን ግን መጀመርያ እንተ ደኣ እቲ ራእዩ ኣብታ ቤተ ክርስትያን እቲኣ ከተግብር ዝኽእል ኮይኑ ዘይክእል ፈትሹ። እንተ ደኣ የማና ኢደን ክቡን ይኽእሉ ድዮም ኣይክእሉን ኢሉ ኖ ኣይንህበካን ኢና እናበሉ እሞ ድማ ናይ ሓቂ ፍቓድ ኣምላኽ እንተ ደኣ ኮይኑ ካልእ ራእ ሒዙ እንተ ወጸ ሓደ ሰብ ጸገም ዘለዎ ኣይመስለንን። እዚ ክንብል ከለና ግና ባዕሉ እቲ ኣገልግሎት ክደፍኣካ እዩ ጽቡቕ ዝኸውን። ከመይ ማለተይ ሓሓንሳብ ዝኾነ ኣገልግሎት ባዕልኻ ትደልዮ ከለኻን ወይስ ኣይ ንስኻ ደኣ ኣገልግለና ኢሎምኻ ክደፍኡኻ መንፈስ ቅዱስ ብስርሑ ከምጽኣካን በበይኑ እዩ። ምክንያቱ ልብኻ ክደልዮ ከሎ ከምቲ ካልእ ብዛዕባ ኣገልግሎት ከነልዕል ከለና ዊን ኢሉና እንተደኣ ኮይኑ በዚ ኣነስ ቤተክርስትያን ከዳሉ ኢልካ ክኸፍት ራእይ ንዶ እንድሕር ዊን ኢሉካ ጸገም ክትህልዋ ትኽእል እያ። ኣነ ኣይደልን እየ እናበልካ እቲ ጉዳይ ግን ብድሕሪት ኮይኑ ብጣዕሚ ብድርኺት መንፈስ ቅዱስ መርሓካ እንተደኣ ኣሎ ግና ሚእቲ ካብ ሚእቲ ዘይኮነስ ሽሕ ካብ ሚእቲ ርግጸኛ ኮይንካ ግን ክውጻእ ዝከኣል ራኢካ ክትግበር ዝከኣል ይመስለኒ። እግዚኣብሔር ይመስገን ሕጂ ዳኒ ከም ዝበልካዮ እቲ ካብ ራእይ እንዲና ተበጊስና ካብ ቤተክርስትያን ሕጂ ትምስረት ኣላ ማለት እዩ ቤተክርስትያን ምስ ተመስረተት ኣባላት ከድልያ እዩ መእከቢ ቦታ ከድልያ እዩ መራሕቲ ከድልያ እዩ እዚ እውን ዓቢ ዓቢ ግደ ዘለዎ እዩ ቅድሚ ሓደ ሰብ ከይዱ ቤተክርስትያን ከፊተ ኣለኹ ክኸፍት ካብ ቅድሚ ምባሉሲ እቲ ጾር ናቱሲ እንታይ ከም ዝኾነ ንቤተክርስትያን እንታይ ከሕልፍ ከም ዝኾነ ካብ እግዚኣብሄር ተቐበሎሲ ከካፍል እንድዩ ቤተክርስትያን ሽዓ ትምስረት ማለት እዩ

ሰብ ግን ድኾነ ሓደ ብጎይታ ድኾነ ሰብ ኣብ ኣብ ትሕቲ ሓንቲ ኣብ ትሕቲ ጽላል ሓንቲ ቤተክርስትያንሲ ክህሉ ኣለዎ ምክንያቱ እቲ ሕብረት ኩሉ ሻዕ እስኻ ትጥቀመሉ እዩ ነቲ ሕብረት ድማ እስኻ ትጠቕሞ እዩ ዝጠቕምስ ንክልቴኻ እዩ ስለዚ ሓደ ሰብሲ ኣብ ሕብረት ክጥርነፍ ኣለዎ ናይ ግድን ገለ ሰባት ምናልባት ክትጥረፍ ኣይንደልና ይብሉ ይኾኑ እዮም ግን እንድሕር ድኣ ከተገልግል ኮይንካ ኣብቲ ሕብረት እንድሕር ድኣ መጽሓፍ ከተገልግል ኮይንካ ሲ መን ክብሉካ እዮም ሕደይ ጥነፍ ኣለኻ ካብቲ ሕብረት ሲ መን ኢሎም እዮም ከተገልግሉ ደገ ክብሉካ እንድሕር ድኣ ካብቲ ሕብረት ክትጥቀም ደላይ ኮይንካ ዶ መን ኢሎም እቲ ሕብረትሲ ተጠቃሚ ክትከውን ትኽእል ስለዚ ኣብቲ ሕብረትሲ ኣባል ትኾን ኣለካ ክትጠቕመን ካብኣ ክትጥቀም
ዋላ ኣብ ሃዋርያ ሲ ዋላ እንዳ ዓበይ እንዳ ዓበይ ምስ ከዱ ሲ ብሓንሳእ ነበሩ ይብለካ ምሽ ቁፅሮም እንዳበዝሐ ምምፅኡ ጥራይ ዘይኮነ ሲ ናምበር ከይተረፈ ናይቶም ናይታ ትዓቢ ዝነበረት ቤተክርስትያን ብኸመይ ፈሊጦም ኣት ዘ ሴም ታይም ድማ ዘመሓድርዎም ከም ነበሩ ሓደ ፅኑዕ ዝኾነ ምምሕዳር ከም ዝነበረ ዋላ ገሊኦም ከማን ብዛዕባ ብዛዕባ መግቢ ገለ ከጉረመርሙ ከለውሲ ንገለ ዕዮ ዝተመዘዙ ካብኣቶም ኢሎም ውን ኣሳይን ይገብሩ ከም ነበሩስ መጽሓፍ ቅዱስ ይነግረና ኢዩ። ስለዚ ሓደ ተጠርነፈ ሓደ ተኣከበ እሞ ስሩዕ ዝኾነ ምምሕዳር ዝነበሮ ቤተክርስትያን ከም ነበረሲ ይነግረና ኢዩ። ዝመሓደሩን ዘመሓድሩን ዝነበርዋ ቤተክርስትያን ደኣ እምበር በይኖም ከይዶም ማለትሲ ፈሊሎም ዝኸዱ በይኖምሲ ካብ ሕብረት ዝወጹ ካብ ሕብረት ፈጺሞም ጥርናፈ ዘይነበሮምሲ ኣይነግረናን እዩ እቲ መጽሓፍ ቅዱስ ስለዚ ናይ ዝኾነ ይኹን ኣነ ክስታይ የብለይን ክትብልሲ ንዓይ ይኸብደኒ ብሓንሳእ ነበሩ ብለና ኣብ ጥጽባሕ ብሕብረት ነበሩ ብለና ጸኒዖም ይእከቡ ከኣ ነበሩ ብለና እቲ ምእካብ ከኣ ነይሩ እዩ እሞ ከምዚ ዓይነት ጥርናፈስ ኣብ መጽሓፍ ቅዱስና እውን በቶም ሃዋርያታ ቤተክርስትያን ክትጅመር ኮላ ዝነበረ እዩ ዝጀመረ እዩ ስለዚ መጽሓፍ ቅዱስና ዝድግፈና ኮይኑ ኣይትስማዕና
እወ ብዛዕባ ኣባልነት ክንዛረብ ተኮይና ዞባ ቤተክርስትያን ብዓንዲ ርእሱ ሲ ዞባዊ ዝገብሮ እንታይ እዩ ካብቲ ኣፅናፍ ቤተክርስትያን ካብቲ ዩኒቨርሳል ቸርች ዝፈልዮ ነገር መፍለዩ እቲ ናቱ ደረጃ ናይ ጥርናፈ ወይ ከኣ እቲ Level of Organization እንብሎ ብ ብጂኦግራፊካዊ ኣቀማምጣ ወይ ከኣ ብዝተወሰነ ክፍሊ ናይ ሕብረተሰብ ብምግልጋል እዩ ስለ ዝበልና ዝተወሰኑ ኣባላት ክህልውዎ ናይ ግድን እዩ። ብዙሓት ድዮም ውሑዳት ብዘየገድስ ናቱ ዝኾነ ምምሕዳር ክህልዎ ናይ ግድን እዩ። እቲ ምምሕዳር ናቱ ክንብል ከሎና ሕጂ ፍልይ ዝኾነ ዘይኮና ንብል ዘለናስ ግን ብርእሱ ዝመሓደር ክኸውን ይኽእል እዩ ማለት እዩ። መራሕቲ ወይ ብዝተወሰኑ ሰባት ወይ ድማ ሓደ ሰብ ክኸውን ይኽእል ብዘየገድስ ማለት እዩ። ስለዚ ኣባልነት እንድሕር ደኣ ዘየለ ዞባዊ ቤተክርስትያን እውን ብኸመይ እዩ ክጥርነፍ? መን መን እዮም ኣባላቱ? እቲ ዞባዊ ቤተክርስትያንሲ ብርእሱሲ ካብቲ ኣጽናፍ ቤተክርስትያን ፈልዩ ንዝተወሰኑ ሰባት ዘገልግልን ንዝተወሰኑ ሰባት ዘመሓድርን ዝጓስን ዝጠቅምን ሕብረት ወይ ከኣ ማሕበር ኣምላኽ እንድዩ። ስለዚ ኣባልነትሲ ናይ ግድን እዩ ማለት እዩ። ወይ ድማ እቲ ዝተወሰኑ ምእመንሲ ኣብ ሓደ ጥርኑፍ ዝኾነ ኣብ ሓደ ብሓደ ዞባ ቤተክርስትያን ዝኸይድ ጉስነት ኣብኡ ቀጻሊ ክጓሰዩ ከለዉ ኢና እታ ዞባዊት ማሕበር ኣላ ንብላ እንተዘይኮይኑ ኣብኡ ዞባዊ ማሕበር ዝበሃል እውን የለን ማለት እዩ ግን ነፍሲ ወከፍ ሰብ ክኸይድ ኣለዎ ዶ የብሉን ግን ወይ ድማ ነፍሲ ወከፍ ሰብ ክኸይድ ኣለዎ ናብ ሕብረት ምክንያቱ ሓደ ካብቲ ዝዓብየሉ ወይ ከዓ ሓደ ካብቲ መንፈሳዊ ዕቤት ሓጋዝ ዝኾነ ነገር ሕብረት ምዃኑ መፅሓፍ ቅዱስ ብንፁር ስለ ዝነገረና ኣብኡ ሕቶ የለን ግን ኣብ ሓደ ዝተወሰነ ቤተክርስትያን ኣብ ሓደ ዝተወሰነ ዞባዊ ቤተክርስትያንሲ ኣባልነት ሒዙስ ክንቀሳቐስ ኣለዎ ዶ የብሉን ድሕሪ ኢልና ግን ከም ኣሰራርሓ ኣዝዩ ጠቓሚ እዩ። ምክንያቱ እንታይ እዩ ሓደ ተሓታትነት ማለት እዩ ካልኣይ ጉስነት ትረክብ ማለት እዩ ትረክብ ማለት ሳልሳይ ከዓኒ ክትጋገ ከለካ ዝእርመካ ንኩሉ እትገብሮ ነገር እውን ፀብፃብ ዝበካ ኣብ ኩሉ ዕቤትካ እውን ዝድግፈካ ከምዚ ሜንቶር ዝብልዎ ወይ ከዓኒ ኩሉ ግዜ እናመኸረ ናብ ሓደ ደረጃ ዘብፅሓካ ካባኻ ብተመክሮ ብደረጃ ብስል ዝበለ እስኻ ውን ኣዚኻ ዋላ መራሒ ኮንካ ዝላዓለ ካብቲ ኣብቲ ከባቢ ዘሎ ዝላዓለ ደረጃ እንተለካ ውን ሓደ ውሑዳት ሰባት ኮይኖም ቀጻሊ ነቲ ናትካ ኣካይዳን ነቲ ናትካ እንታይ ዝብሃል ግሉጽነት ወይ ከኣ ትራንስፓረሲ ምስኦም ኩሉ ግዜ ጸብጻብ እትህቦምን ተሓታትነት ወይ ኣካውንታቢሊቲ ውን ዝህልወካን ክኾነልካ ከሎ ተመራጺ ኢዩ። ካብ ፈተና የድሕነካ፣ ንስኻ ውን ኣብ ዝተጋገኻዮ ነገር ምኽንያቱ እቲ ናይ እግዚኣብሄር ምሉእ ዝኾነ ምኽሪ ኣብ ብዙሓት ዘሎ ቃል ኣምላኽ ውን ከምኡ ይብለና ብምብዛሕ መኸርትስ ድሓን ይርከብ እዩ ስለ ዝብል ኣብ ብዙሓት ሰባት ወይ ከኣ ኣብ ናይ ኣምላኽ ሰባት ኣብ ዘለውዎ ቦታ ኩሉ ግዜ ጽቡቕ ምኽሪ ጽቡቕ ምድጋፍ ትረክብ ትኽእል ኢኻ ከም ሰብ መጠን ውን ሓደ ሓደ ግዜ ውን ንሞራልካን ን ዝተፈላለየ ናትካ ካሬጅ ወይ ድማ ትብዓትካ ዝፈታተን ፈተናታት ከጋጥመካ ከሎ ውን ምሳኻ ኣለና ኣጆኻ ዝብሉኻ ሰባት ውን ክትረክብ ስለ ትኽእል ጉስነት ጽቡቕ እዩ። ወርልድ ኢቫንጃሊዝም ኣብ ዝገበርዎ መጽናዕቲ ኩሉ ግዜ ኣባላታ ኣብ ግዚኦም ዝርከቡን ቀጻሊ ትምህርቲ ዝረኽቡን ቤተ ክርስትያን ጥራይ እያ ትዓቢ ናብ ዝብል መደምደምታ በጺሖም ማለት እዩ። ስለዚ እንታይ እዩ ኣባልነት ብመልክዕ ፎርም ንኣሰራርሓ ክጥዕም ክኸውን ጽቡቕ እዩ ብመልክዕ ፎርም ይኹን ኣይኹን ብዘየገድስ ግን ሓደ ሰብ ግን ሓንቲ ቤተክርስትያን እዚኣ ናተይ እያ እዚ ከኣ ጓሳይ ወይ ከኣ እዚኦም ጓሰይተይ እዮም እዚኦም መጋላግልተይ እዮም ዝብሎ ክህልዎ ጽቡቕ እዩ። ሓደ ግዜ ኣብ ኣዲስ ኣበባ ከለና ደይርሰዖ ኣብ ኤርፖርት ሲ ሰብ ከፋ ተረፋ ን ንኸይድ ኔርና ብዙሕ ሰብ ተኣኪቡ ኔሩ በቲ ደርጊ ግዜ ሕጂ እቲ ወታደር በቃ ናይ ሓቂ መከራ ንሪኢ ኣለና ወደዚ ሁን ወደዚ ሁን ገለ ብልሓት ንምንታይ ዲኻ ደው ኢልካ ዘለኻ እዚ ኢልዎ ሓደ ድፍር ዝበለ ወዲ እንታይ ደው ኢልካ ኣለኻ ብትብሎስ ለናት ሃገር እየ ኢሉ ንወላዲት ሃገር እዩ በቃ ብድር ዘሎ መሳርያ እዩ ዘሎስ ወላዲት ወላዲት ሃገርካ መን ምዃና ትፈልጥ ዲኻ ኣነ እኮ እየ ኢልዎ ናይ ሓቂ እቲ ወላዲት ሃገር ለካ ንሱ እዩ እቲ መሬት እቲ ገለ ይኹንን እቲ ወላዲት ሃገር ንዑ ጠጠው ኢሉ ዘሎ እቲ መንበር እቲ ናይታ ሃገር ሰብ እዩ ሓንሳብ እቲ ቤተክርስትያን እውን በቃ ልቡን ኣቓልቦ ኣንታ ቤተክርስትያን እታ ዞባዊት ቤተክርስትያን ሲ ነቶም ኣባላታ እምበር ብዛዕባ እቲ ህንፃ ብዛዕባ እቲ ዘሎ ገንዘብ ብዛዕባ እቲ ዘሎ ንብረት ኣይኮነን ምክንያቱ ንዕኦም እያ ድማ መንበር ክትኮን ከለካ ኣባል ክትኮን ከለካስ ንዓኣ ኢኻ ደው ትብል ንሳ ስለቲ ስለቲ ኣባል ኢኻ ትግደስ ኣባላተይ ኣበይ ኣለዉ ክትብል ኣቓልቦኣ ኩሉ ይምገቡ ዶ ኣለዉ መን ጠፊኡ እንታበይ ከይዱ ከመይ ይኸውን ኣሎ ክበሃል ሕጂ ሓደ ሓደ ነገር ኣብታ ዞባዊት ቤተክርስትያን ከስተውዕሎ ዝደሊ ክሪኦ ዝደሊ ገሊኡ በቃ ኣብ ልቡስ ናተይ ቤተክርስትያን ዝብሎ ዘይብሉ ክኾን ከሎ ዋው ገለ ነገር ግበር ኣሎ ምክንያቱ ናቱ እያ እቶም ኣመሓደርቲ ብዛዕባኡ ክሓልዩ ንዕኡወ ናትካ እዩ ክበሃሉ ንሱ ናብ ኣገልግሎት ክኣቱ ኣነነት ትስምዖ እዚኣ ሲ ገለ ተኣኪብና ሻኽ ንሰቲ ከለና ብሓንሳብ ገለ ገሊኡ ግን በቃ ኣብ ቤት ኣቦኡ ከሎስ ዝፀምዎ ኣብ በቃ በይኑ ልቡ ሲ በቃ ምሳይ ኮይኮኑ እንድብል ዓይነት ከምዚ ከይከውን ሲ ኣባል እንድሕር ኮይንካ ኣብኡ እንድሕር ኣቲኻ ግን እቲ ቀንዲሲ ለእናት ሃገረይ ድበሎ ንወላዲት ሃገረይ ድበሎስ እታ ቀንዲ ሓሳብሲ እቲ ምእመን እዩ ቤተክርስትያን ኣብታ ዞባዊት ቤተክርስትያን እቲ ቀንዲ ቀንዲስ እቲ ምእመን እዩ እንታይ ኢና ኢልና ደለና እታ ዞባዊት ቤተክርስትያን ናይ ሓቂ በዓል ራእይ ድጅምራ